ሰላም ንዓኹም ተኸታተልቲ ገሬ ፕሮዳክሽን ከመይ ትኾኑ ከመይ ኣለኹም በብዘለኹሞ ሰላም ጥዕና ቅሳነት ዘለዎ ግዜ ተሕልፉ ክትህሉ በዓል ሙሉእ ተስፋየ ምናልባት ካብቲ ዝበልኩኹም ሰዓት ቁሩብ ደንጊየ ይቕሬታ ከምቲ ልሙድ ማለት እዩ ኩሉ ግዜ ኣብዚ ዘቕርቦ ነገር እንድሕር ኣልዩ ኣነ ሓደ ካብቲ ስራሕ ዝሰርሖ ስርሓት ገዛና ማለት እዩ ከምኡ ድማ ሰብ ሞያ እውን ክእለቶም ዘብልሉ ዘላልይሉ ኣሕዋትና ክመፁ ከለዉ ከዓ እቲ ናቶም ኢንፎርሜሽን ናባኹም ብሓንሳብ ሼር ንገብሮ በዚ ኣጋጣሚ ምናልባት ኣብቲ ናይ ፈይስቡክ ኣብ ናይ ቲክቶክ ሓፂር ሓፂር ቪድዮ ዝዝርግሖ ዝነበርኩ ሪኢኹሞ ኣለኹም ኣብ ፈይስቡክ እውን ከምኡ ክዝርግሖ ሪኢኹሞ ኣለኹም ሶ እቲ ዝነበረ ምናልባት ምስ ሕፅረት ግዜ ሼር ዘይገበርክዎ ቪድዮታት ናይ ቅድም ዝነበረ ግን ሓፂር ሙዚቃን ደርፍን ገይረ ክእትዎ ዝፀናሕኩ እቲ ቪድዮታት በብመዓልቲ ክዝርግሓልኩም ክፍትን እዩ ምናልባት ሓጋዚ ጠቓሚ ኮይኑ ክትረኽብዎ ድማ ተስፋ ይገብር። እሱ ድማ እንታይዮ ሓደ ኣብ ገዛና ክንፈልጦ ዝግበኣና ከም ኤለትሪክ መሳሊ ድዩ ከም ናይ ማይ መዕጸዊ መሳሊ ድዩ እቲ ቀንዲ ጠቓሚ ኮይኑ እዩ ዝስምዓኒ ማለት እዩ። እዚ ክንፈልጦ ከለና ከኣ ናይ ገዛና ዝኾነ ዋላ ተኻሪና ንቕመጦ ይኹን እቲ እንነብረሉ ንባዕሉ እውን ክንፈልጦ ከለና እቲ ዝዓበየ ፅቡቅ እዩ ማለት እዩ። ስለዚ ምናልባት ነዚ ሪከርድ ምስ ኮነ ትርእይዎ እውን ዝኾነ ዘለኩም ሓሳብ ርእቶ ክትርእይዎ ትደልዩ ወይ ከዓ ክትፈልጥዎ ትደልዩ ነገራት እንድሕር ኣልዩ በዚ ኣጋጣሚ እንድሕር ኣብ ናይ ኮመንት ቦታ ፅሒፍኩምለይ ብኡ መሰረት ከዓ እቲ ኢንፎርሜሽን ኣነ ከዓ ብዓቕመይ ዝፈቕዶ ነገር ከዓ ናባኹም ከብለ'የ ማለት'ዩ። ስለዚ ንሎሚ እንታይ ሒዘልኩም መጺኤ ኣለኹ፣ ምናልባት ዝበዝሕ ካብቲ ሓደ ኣነ ዝሰርሖ ናይ ገዛና ስርሓት ክንብል ከለና ኣብ ገዛና ዘሎ እኹል ቦታ፣ ስፐይስ፣ ዘለና ከመይ ጌርና ኣብ ጥቕሚ ነውዕሎ ወይ ከኣ ክንጥቀመሉ ንኽእል ማለት'ዩ። ንሱ ከኣ እንታይ'ዩ፣ ናይ መኪና ጋራጅ ዝበዝሕ ግዜ ርኢናዮ ኣለና ከም ስቶረጅ ንጥቀመሉ፣ እዚ ስቶረጅ እዚ ድማ ከም መንበሪ ተጠቒምና ድማ እቲ ናትና ክንቅመጠሉ ወይ ከኣ ክንነብረሉ ንኽእል ገዛና ከኣ ብዝሰፈሐ ኣብ ካሽ ፍሎው ከም ገንዘብ ኣታዊና ክኸውን ዝኽእል ክጠቕመናን ክንሰርሓላን ዝኽእል እዩ ማለት እዩ። ኣብ ዝሓለፈ ከምኡ ኣምጺኤልኩም ነይረ። ንሎሚ ድማ ካልእ ከምኡ ተመሳሳሊ ስቶሬጅ ዝነበረ ቦታ ንዕኡ ኣፍሪስና ወይ ከኣ ጸጊንና ናብ ሓድሽ ስራሕ ዘበልናዮ ማለት እዩ። ገለ ካብኡ ንምርኣይ ማለት እዩ ምናልባት እታ ስለዚ እዚ ልክዕ ከምዚ ንሪኦ ዘለና ናይ መኪና መዕሸጊ ኣብ ናይ መኪና ዝነበረ ኮይኑ እቲ ስቶሬጅ ማለት እዩ ስቶር ክኸውን ከሎ ዋላ ሓንቲ እቲ ናቱ ጥቕሚ ምናልባት ዝበዝሕ ግዜ መዐሸጊ ወይ ከዓ ኣቑሑትና ነቐምጠሉ እሞ ኣቑሑትና ኣቐሚጥና እውን ሳምታይምስ ኣበይ ከም ዘሎ ኣይንዝክርን ወይ ከዓ ንርስዖ ኢና ማለት እዩ ስቶሬጅ ሕቡእ ስለ ዝኾነ ማለት እዩ እንድሕር ኣብ ስሩዕ ኮይኑ ወይ ከዓ ብግቡእ ሰሪሕና ኣብ ጥቕሚ ምስታይ ጌርናዮ ግን ሓደ እንድሕር ፋሚሊ ኮይንና ንዓና ንስድራና ይኹን ንደቅና ይኹን ብግቡእ ክንጥቀመሉ ንኽእል እንድሕር እኹል ቦታ ኣልዩና ኮይኑ ከኣ ከም ክራይ ከኣ as invest ማለትሲ ኤክስትራ ማኒ ካሽ ፍሎው ከምጸልና ዝኽእል ከኣ ከምዚ ጌርና ሰሪሕና ክስታይ ክንገብሮ ንኽእል ኢና ማለት እዩ። ምናልባት እዚ እቲ ናይ ቀደም ኣሰራርሓ ብስሚንቶ ኮይኑ ከምዚ ዋየር ዘለዎ ዝተሰርሐ እዩ ማለት እዩ። እዚ ዋየር እዚ ከኣ ኣሪጉ ስለ ዝነበረ ዋላ ንክትሕድሶ እውን ክስታይ ይበልፅ ማለት እዩ ሶ ነዚ እቲ ስልኪ ኣሊና ከመይ ከም ዝኸውን ነቲ መጀመርያ ዘድልየና መንገዲ ምስራሕ ካብቲ ዝነበረ ማለት እዩ ሶ እዚ ክነፍርሶ ምስ ኣፍረስናዮ ከዓ ነቲ ስትራክቸር ናይቲ ገዛ ዝህበና ማለት እዩ። ምናልባት ሕጂ እዚኣ ናይ መኪና ሓንቲ መኪና ቦታ እያ ብድሕሪኡ እንድሕር ክስታይ ኮይንካ ምናልባት እዚኣ ሊንክ ድማ ክሰዳ ናብዚ ሊስት ስለዚ እያ ከምዚ ጌርና እቲ ናትና እንታይ ዝበሃል ክነብል ንኽእል ኢና ማለት እዩ እቲ ስልኪ ዝነበረ እቲ ቦታ ንዓና ክሰፍሓልና ንደልዮ ወይ ከዓ ክንጥቀመሉ ንደሊ ቦታ ኣስፊሕና ከምዚ ጌርና ምስ ኣበልናዮ ወይ ከኣ እቲ ሽቓቕ ኣበይ ክንሰርሖ ኢና፣ እቲ ክሽነ ኣበይ ክንገብሮ ኢና ወይ ቤድሩም ኣበይ ክንገብሮ ኢና ምስ ፈለና በቲ ንሕና ዝጥዕመና ስራሕ ክንሰርሖ ንኽእል ማለት እዩ። ከም ተወሳኺ ሕጂ ናይዚ እዚ ልክዕ ኣብቲ ዳሕረዋይ ቦታ እዩ። በቲ ውሽጢ ምስ ኣተና ድማ ንእሽተይ ከም ሆልወይ መሳሊ ኣሎ። እቲ ሆልወይ ከኣ ዘይተወደኣ ዝነበረ እዩ ማለት እዩ ድምፂ ንቃል ይገብር ኣሎ ስለኒ እቲ ዝነበረና እዚ ምስ ኣፍረስናዮ

ስለዚ ነዚ ምስ ኣፍረስናዮ እቲ ክኾነልና ዝደለናዮ ዝነበረ ምናልባት ኣብቲ ናይ ናይቲ ቦታ ንምስራሕ እዩ ማለት እዩ። ኣፍሪስና ኩሉ እቲ ናቱ ክስራሕ ዘለዎ ወይ ከኣ እቲ ቦታ በቲ እንደልዮ ዲዛይን ምስ ገበርናዮ ብዘይ ልክዕ እቲ ናይ መስመር ማይ ዝሓልፈሉ ዝነበረ ከምኡ ድማ ናይ ቱቦታት ኤሌክትሪክ ናይ ጋዝ ገለ ብኡ ዝሓልፍ ስለ ዝነበረ ነዚ ቱቦ እዚ ነዚ ላይን እዚ ንክንዓጹ ናቱ ዶኩሬሽን ወይ ከዓ ናቱ ፍሬም ሰሪሕናሉ ካብኡ ድማ እቲ ሓደ ከም ደኮረሽን ይኾነልና ካልኣይ ድማ ልክዕ እቲ ዝነበረ ቦታ ከዓ ሉዝ ኣይንገብሮን ኢና ማለት እዩ ክንጥቀመሉ ንኽእል ማለት እዩ ብድሕሪኡ ምናልባት እዚ ልክዕ ክሳይ ዝነበረ እዩ ሓደ ክሽነ ተሰሪሑ እቲ ሳሎን ንበይኑ ኮይኑ ማለት እዩ። ካብኡ ድማ ሆልወይ ፈሊና ድማ ናይ ላውንድሪ ቦታ ዝነበረ ከኣ እቲ ናይ ላውንድሪ እውን ንበይኑ ዝፈለናዮ ኣጋጣሚ ነይሩ ማለት እዩ። ሶ እዚኣ ልክዕ ከምዚ ንሪኣ ዘለና ናይ ሓንቲ ኤለትሪክ ስቶቭ ናይ ፍሪጅ ቦታ እያ እዘን ዝመጻ ዘለዋ ማለት እዩ። ከምኡ ድማ ናይ ሲንክና ከኣ ልክዕ ከምቲ ንሪኦ ዘለና ድማ ሓንቲ ርእሳ ዝኸኣለት ንእሽተይ ስትድዮ ወይ ከኣ ንእሽተይ ሩም ኮይና ኣላ ማለት እዩ። እዚ ፕሬከር ዝነበረ ወይ ከኣ እቲ ኣብ ማእከል እንርእዮ ዘለና ሕጂ እቲ ቅድሚ ሕጂ ዝነበረ መንደቕ ንዕኡ ኣፍሪስና እቲ ናይ ጋራጅ ዝነበረ ማዕጾ ድማ ንዕኡ ኣብና ድማ ኖርማል ሓደ ማዕጾን ሓደ ፊኒስትራን መእተዊ ጌርና ዝተሰርሐ ስራሕ እዩ። እቲ ባዝሩም ድማ ልክዕ ከምዛ ዝረኣኹማ እታ ቱቦ ዝነበረት ንዓኣ ዲና እቲ መፈላለዪ ከምቲ ዝርኣየና ዘሎ እዚ ደንደስ ሓደ ካብቲ መንደቕ ዝነበረ ወይ ከኣ ናይ ቀደም ላውንድሪ ቦታ ዝነበሮ እዩ። እዚ ምስ ፈረሰ ድማ ርኤኹሞ ክሳብ ክንደይ እቲ ቦታ እኹልን ሰፊሕን ምንባሩ ማለት እዩ። so ከምዚ ጌርና ምናልባት ዘለና ኣብ ዝኾነ ክንጥቀመሉ ንኽእል ቦታ ንእሽተይ ቦታ ዝበሃል የለን እዚ ባዝሩም ኣብዚ ከም ዝኸውን ጌርናዮ ምናልባት እታ ዝረኣኹማ መጀመርያ ዘፍርሳ ዝነበርኩ ማለት እዩ። እታ ዘፍርሳ ዝነበርኩ ቦታ እዚኣ ልክዕ ማለት እዩ። እዛ ፀላም ቱቦ ወይ ከዓ እዛ ቱቦ ትረኣየና ዘላ እዛ ሕጂ እዚ ናይ እዛ ቱቦ ትረኣየና ዘላ ረኣኹማ እዚኣ ሕጂ ኣብዚ ባዝሩም ኮይና ዘላ ቦታ እያ ማለት እዩ። እቲ ዝነበረ ቦታ ልክዕ ምስ ኣፍረስናዮ እቲ ናትና ዲዛይንና ዓቐንና ፈሊጥና እቲ ናይ ባዙሮም ዓቐን ሳይዝ ክንደይ ክኸውን ከም ዝኽእል ርኢና ክንሰርሖ ንኽእል ነገር ብኸምዚ ክንሰርሖ ከለና ያ ማራ እቲ ኤክስትራ ስፐይስ ወይ ከኣ ኤክስትራ ቦታ ይኖረና ማለት እዩ ምናልባት ሕጂ እዚ ናቱ ሻወር ርእሲ ዝካኣለ ሻወር ማለት እዩ ሓንቲ ሩምን ከም ስቱድዮ ትሕሰበልና ማለት እዩ ስታንድ ሻወር እዚ ሳይዝ ናይዚ ድማ ኣርብዓን ሸሞንተን ኢንች ማለት እዩ እዚ ሲንክ ካኣ ናይ ዕስራን ኣርባዕተን ኢንች ስፍሓት ዘለዎ እዩ እታ ቶይለታን መዲስን ካብነትን ካኣ ልክዕ ከማኣ ዘላ ማለት እዩ ስለዚ እታ ቤድሩም ውን ልክዕ ከማኣ ውሽጢ ምስ ኣተናካ ቤድሩም ከኣ ርእሱ ዝኸኣለ ሓደ ቤድሩም ኢናፍ ስፐይስ ዘለዎ ቤድሩም እዚ ፊኒስትራ ውን ብርሃን እኹል ብርሃን ኣለዎ ብደገ ዝመጽእ ማለት እዩ ብታሕቲ ከኣ እታ ናይ ማዕጾ መኽፈቲ ዝነበረት ከኣ እታ ሰሪሕና ጋራጅ ዝገበርናያ ጋራጅ መኽፈቲ ዝነበረት ማዕጾ ድማ ናብኣ ዝሓወስናያ ማለት እዩ ስለዚ ንእሽተይ እኽልትን ሰፊሕን ቦታ ኮይኑ ማለት እዩ። እቲ ኣብ መንጎ ዝነበረ መንደቕ ናይ መኪና ዝነበረ ምስ ተወደኣ፣ እዚ ሳሎንን ክሽነን ብሓንሳብ እታ ከምዚ ትረኣየና ዘላ ኮይናትና ማለት እዩ። ርእስኻ ምናልባት እያ ቀዲዕካ ከምዚ ሕጽር ሕጽር ዝበለ ሕጽር ሕጽር ዝበለ ስርሓት ገለ ዝነበረ እዩ። እዚ ሓደ ካብቲ ዝነበረን ዘሎን ምናልባት ሓጺር ሓጺር ዝኣቱ ዝነበረ ስእልታት እውን ከምኡ እዩ ማለት እዩ። ሚስተር ኢግል ማዕጾ ተዓጽዩ ጠጠው ክብል ኣሎ።

ላይፍ ዳኣ እተናሉ። ዓይነት ናይ በይዝመንት ወይ ከኣ ናይ መኪናና ጋራጅ ዘለና ክሳብ ክንደይ ተቐይሩ ከምዚ ዓይነታት ለውጢ ከርእየና ከም ዝኽእል ማለት እዩ። ድሮናኻ ምስ ወዳእካ ሸዑ ስራሕካ ምስ ወዳእካ ከኣ ከምዚ ተሓጺብካ ትወጽእ ማለት እዩ ምናልባት እዚ እቲ ሕጽር ሕጽር ዝበለ እቲ ናይ ናይ ምፍሓር ዝነበሮ ናይ ሓመድ ዝነበሮ ቦታን ግዜን ክስታይን ከኣ ካልእ ናቲ ዝነበረ እዩ ማለት እዩ። Eagle Man። ኣለኹ ዶ ገሬ ትሰምዓኒ ኣለኻ ኣሎ። Hello።
ትሰምዓኒ ኣለኻ ዶ ኣለኹ ይሰምዓካ ኣለኹ።
ኦኬ ዋሪ ሃያ ወላ ሓንቲ ክስታ የብላን እዚኣ ኖርማል ከም ናይ ሰምዓን ኣለኻ ዶ ያ ሰማዕካ ኣላ ኦ ብጣዕሚ ፅቡቅ እምበር ጌርካ ቤላ
ከምዛ ናይ ቲክቶክ እያ እዚኣ ሪኢኻያ ባ ኣነ ንመጀመርያ ግዜ ሎም ዕለት ክፅሕፍ እንደ ፀኒሐ ንመጀመርያ ግዜ ኢትዮጵ ድኣቶ ኩላ ገለ ያ ቁሩብ ገለ ዳውንሎድ ግበር ገለ ኢላትኒ ግን ኖርማል እዮ ኢዚ ዳውንሎድ ናይ ምንታይ ኣየጀካን ኣረ ናብ ገለ ወሲዳትኒ ናብ ላይቭ ስትሪም ክትገብር ተኮይንካ ዶ ገለ ዝብል ናይ
ኣብ ክሮም ወሲድካ ኣሎ ሜቢ ኦኬ
ያ ኖ ቤላ እምበር ክንደይ መዓልቲ ወሲዳሃልካ ሕጂ እዚኣ ናይ ዓሚ ዓሚ ኮይኑ እዩ ቀደም ቀደም ዝተሰርሐ ስራሕ እዩ።
ግን ሓፈሻዊ እንዲኻ ርኢኻና ሕጂ እዚኣ ሲ ካብዛ ቱቦ ሲ እታ ሽቓቕ ሲ እተን ባዝን እተን ሽቓቕ እተን ሲንክስ ናበይ ኣቕሚጥካየን ኣለኻ ካብዛ ቱቦ እዛ እታ ሜይን መስመር ትወርድ እያ እዚኣ ልክዕ እዚኣ እታ ሜይን መስመር እንድያ ኣብ ታሕቲ ናታ ኣብ
እስከ ኣርእየኒ እሶ እዚ መሬት ዘሎ ሕጂ ናብኡ ክትሕውስ ኮለኻስ ነዚኣስ ብኸመይ ትሕውሰላ ትቕ- መሕወሲ ኣለዎ ድዩ ዋላ ቀዲድካ ንዓኻ እንታይ ኢኻ ትገብራ መሬት ፍሒርካ ትዕቲቶ ትወትትቦ
ኣለካ ስእሊ ኸምኡ ክሪኣም ደለኹ። ሰምዓያ
እቲ ወርቂ ወርቂ ረኺበ ገለ ክብለኩም ከለኹ እኮ ሰው ኢልካ ይከለል ነይረ። ሽዑ ድዩ እወ ወርቂ ዶ ከውንስ ከጽንዑለይ ትብል ነርካ።
እቲ ወርቂ ወርቂ ዝብሎ ነበርኩ ሲ ሓደ ንሱ እዩ ማለት
ኦኬ ኖ ግን ኣብ ታሕቲ ምስ ኳዓትካዮ ሲ መሐወሲ ኢሎም ዝገድፍዎ ከምዚ ብርኪ ኣሎ ድዩ ዋላ ነዛ መይን ቱቦ ቀዲድካ ባዕልኻ ኢኻ ቲ ተእትወላ
ቆሪፅካ ቲ ተእትወሉ ካብኡ ምስ ኮኔክት ትገብሮ ማለት እዩ ኦኬ ናይ ግድን ግን ታሕቲ ክትኸይድ ኣለካ ኣብ ላዕሊ ኸ ኣብ ላዕሊ እንድሕር ኮይኑ እሞ ሲንክ ክኸይድ ይኽእል እዩ ቶይለት እንድሕር ኮይኑ ግን ልዕሊኡ ነቲ ቶይለት እዩ ኦኬ ኣሲ ልዕሊኡ ክኸውን ኣለዎ እንድሕር ካብቲ ቱቦ ዘሎ እንድሕር ቲሒቱ እቲ ክኸደሉ ዝኽእል እንታይ ድበሃል ኣይኮነን እዋ እዋ ይ- ኣይከደልካን እዩ ማለት እዩ ወይ ከዓ እቲ ናቱ መሬት እቲ ናቱ መሬት ከዓ ሓፍ ክተብሎ ኣለካ
ያ ክሪኣስ ምደለኹ ነይረ ኣትሊስት ሲክስ ሲክስ ኢንች ሓፍ ክብል ኣለዎ እቲ እንድሕር ካብ መሬት ኮይኑ ማለት እዩ እዋ So ኣነ ዝገበርክዎ ሽዑ ንመሬት ታሕቲ ፊሒረ

እተን ኩለን ትቦታት ኣምጺኻ ናብዚኣ ምሕዋስ ግን እሰያ ቁርብታ ክስታይ ተድልያ ጌርካ እሞ ክንድምንታይ ዓቐን ክትወርድ ኣለካ ፕላስ ዋላ እቲ ባዝ እቲ ላቫንዲኖ እቲ ሲንክ ማለት እዩ ዋላ እቲ ቶይለት ሲ ክንደይ ኢንቺ ክረሓሓቕ ደለዎ ድሕር ከምኡ ዘይጌርካዮ ኢንስፔክሽን ኣይሓልፍን እዩ
ሶ ካብ ናይ ካብ ናይ ድሬን ሰላሳ ሰላሳ ኢንቺ ትኸይድ ማለት እዩ ካብቲ ናይ ሰንተር ናይቲ ካብ ናይ ታፕ
ናይ ቶይለትን
ሰላሳ ኢንቺ ሰላሳ ኢንቺ እንድሕር ኬትካ ኣብ መንጎ ቶይለትን ኣብ መንጎ ሲንክን ዘሎ ናይ ዓሰርተ ሓሙሽተ ኢንቺ ጋብ ክህሉ ኣለዎ ብክልቲኡ ሳይት
ንቕድሚት ከኣ ኣትሊስት ናይ ሰላሳ ኢንች ክህልወካ ኣለዎ።
እዚኤን እንድሕር ደይጌርካየን ምትራፍካያ። እዚኤን እንድሕር ደይጌርካየን። ሕጂ እዚ ጋራጅ ምስ ሰራሕካዮ ላይክ ፍቓድ ኣውጺኦም ድዮም ዘስርሕዎ ዋላ ዋላ ሓደ ከይፈለጠ?
እወ ፍቓድ የድልየካ እዩ። ከም ክስታይ ማለት እዩ እንድሕር ኦይ ምክንያቱስ እቲ ፕላን ናትካ ከም እንታይ ዝብሃል እዩ ክላስ ሕጂ ከም ትቕይራ ትነግሮ። ሪሞድል ሪሞድል ሕጂ እንድሕር ዝኾነ ክስታይ ዘይትገብሮ ኮይኑ እዩ እንታይ ዝብሃል ትገብሮ ማለት እዩ እምበር ፍቓድ የድልየካ እዩ።
ያ ሽዑ እቲ ፕሮፐርቲ ታክስ ከኣ ይውሰኽ ማለት እዩ። ኦፍ ኮርስ ታክስ እታ ዓንተይ ንብላ ዝነበርና እኮ እያ
ንዖም ዘገድሶም ሳይዝ ናይቲ ገዛ እንድሕር ወሲኹ ሳይዝ እቲ እንታይ ዝበሃል ከኣ ይውስኽ ማለት እዩ እቲ ኢንሹራንስ ገለ ይውስኽ
ኩሉ ይውስኽ ማለት እዩ ሽዑ ንዓኻ እሶም እቲ ከመይ ገይሮም ከም ዘብልዎ መንገድታት ይደልዩ ማለት እዩ Yeah, yeah. So uh, download ት- ትገብር ኣላ ከርእየካ እያ ሕጂ ናይ ዝተፋሕረ ድማ ሕጂ ከምዚ ምስተ- ምስ ተወደአ ከምኡ ድዩ ነይሩ ከማን ሲክስታ ይገብረካ እዩ ገሪምኒ እዚኦም እንዲ ደርፊ ክሪኣ ጸኒሐ እዚኣ ሲ ማይ ጋድ እዚኣስ ከምዚ ተቐይራ ገለ ክብል ጸኒሐ እዚኣታ
እዚኣ እዚኣ Yeah.
እዎ ገሪሙኒ እዚኣ እያ እታ እታ እታ ማክሮዌቭ ድያ ደላታ እታ ኣበይ ኣላ እታ ሜይን ፓይፕ እስከ ርእየና ሕጂ
እዚኣ ክሽነ ደላቶ ብካልእ ቦታ እያ ዘላ እታ ሸቓቕ እታ ዘርኣኻና ሜይን ኦኬ። ፓይፕ ኣበይ ኣላ እታ ቀንዲ ፓይፕ

እዚ ቤድሮም ሕጂ ካብዚ እዛ ቤድሮም ዘላ ብድሕሪት ምስ ተመለሰት ክትሪያ ኢኻ ሶ እዚኣ ናይ ከምዚ ፊኒስትራ ትመስል ዘላታ ምስ ሓወስናያ ናብቲ ልክዕ እዛ ናይ ፊኒስትራ ትመስል ዘላ እታ ማዕጾ ዘላታ ናብቲ ቤድሮም መእተዊት እያ ሕጂ ኦኬ ሳና ብሓዊስካያ ንዮ
ሽዑ ነዚ ማዕጾ ዓጺኻያ ዲኻ መንደቕ ጌርካያ እዚ ማዕጾ ተዓጽዩ መንደቕ ተሰሪሑ። ፊኒስትራ ጌርካሉ ትኸውን። ፊኒስትራን ማዕጾን ተገይርዎ ማለት እዩ።
ዋው ይበል ኢድ።
እቲ ከምዚ ናይ ስቶሬጅ ዝነበረሲ እኹል ገዛ ኮይኑ ማለት እዩ። ያ እታ ማዕጾ ኣብዚ ትረኣያ መስለኒ እንድሕር ዘይተራእየካ ኣሎ እውን ኣሎ። ሕጂ እቲ መንደቕ መፈላለዩ ዝነበረስ ካብዚ እዚ ፈርስ ዝነበረ ዝረኣናዮ እዚኣ እታ ዘፍረስኳ መንደቕ ማለት እዩ ኣብዚ ሕጂ ትቦታት ናይ ማይን ናይ እንታይ ድበሃልን ኣሎ ሕጂ ከተፍርስ ከለኻ ሲ ቀንዲ ዓንዲ ኣሎ ድ የለን ኣውስ ሃውዲ ነው
ዓንዲ ማለት። ላይክ ምሻሎ ሜን ዓንዲ ንላዕሊ ዝኸይድ ሕጂ እቲ ቀንዲ ቀንዲ ዓንዲ ናይቲ ገዛሲ ኣብኡ ኣሎ ድዩ የለንሲ ከመይ ጌርካ ትፈልጦ ስላ ፍሉጥ ስትራክቸር ናቱ እኮ ኣበይ ከም ዘለዎስ እቲ ቢም ሲክስ እንታይ ትገብረካ ካብ ካብ ጫፍ ንጫፍ ስለ ዝሓልፍ ኣበይ ከም ዘሎ ምፍላጥ የድልየካ ማለት ዋው ቤላ ጌርካ ክፊሕኸ
ሕጂ እሱ እንድሕር ክስታይ ጌርካዮ ሲ እቲ ቢም ንኸመይ ከም ዝሓልፍ እንድሕር ፈሊጥካ ሳፖርት ትገብሮ መንደቕ ትሰርሖ ብታሕቲ ናቱ ሳፖርት እዩ ማለት እዩ ሕጂ እቲ ኣብዚ ዝነበረ ሲ ወልሓንቲ ዳርጋ ከምዚ ፓነል እዩ ነይሩ ወልሓንቲ ይነበረ ፈርስ ከሎ ሲ ሰኢልካ እንድሕር ስሒብካዮ ዳርጋ ስልኪ ጥራይ እዩ ነይርዋ ሕጂ እቲ ስልኪ ሲ እንድሕር ስሒብካዮ ወላ ሓንቲ ከምዚ ናይ ቀደም ገዛስ ስሚንቶ ነይርዎ ኣይ ቲንክ ድራይወል ስለ ዘይነበረ ዝኾኑ ከምኡ ዝጥቀሙ ነይሮም ዋየር ስልኪ ወላ ሓንቲ ጣውላ ከማን ኣይነበረ ሕጂ ነቲ እንታይ ዝበሃል ምግባርሲ ሳፖርት ይነበሮ ሳፖርት ናቱስ እቲ ቢም ካብ መንደቕ ናብ መንደቕ ዝሓልፍ እሱ እዩ ነይሩ ማለት እዩ ሶ እታ ሸቓቕ ክሰርሓ ሕጂ ኣብ ትሕቲ ናይዛ ቱቦ ዘሎ
ተፍርሶ ይቃልለካ ሕጂ መንደቕ
እወ እቲ መንደቐ ንዕኡ እቲ ዝነበረ ንዕኡ ኣፍሪስና እንታይ ድበሃል ንገብሮ ኣለና ማለት
ሽዑኸ ኣብ ታሕቲ ኸ ንሕጂ ኣብኣ ዲኻ ትኹዕታ ኣብታ ዘለኻያ ጠጠው ኢልካያ ዘለኻ
እታ ትቦ ዶ እወ ያ እታ ኣብታ ትሕቲኣ በቃ ኦኬ ሽዑ እታ ቀጣን መገዲ ዘውጻኻዮ ካብቲ ቶይለት ዝኸይድ ናብኡ ድሕወስ ካብታ ሲንክን ካብታ ባዝን ድሕወሳ ከዓ ኣብኣ ሳይ ትገብር
እታ ናይ ክልቲኤን እንታይ ዝበሃል ኣብኣ ክስታይ ትኸውን ማለት እዩ ማይከ ብኸመይ ሓዊስካያ ካበይ መፅያ ብየን ሓዊስካያ ኣበይ ኣላ ማይ ሕጂ
ማይ ዳ- ማይ ማለት እቲ ሂ- ናይ ሂት ኤንድ
እቲ ውዑይን ዝሑልን ማይ ድመፅእ ካብቲ ሂተርር
ኦ ኖ ስዳ ኣለዎ እንዶ በ- በየን ውዑይ ኣበይ እና- ኣላ እስኪ ኣብዚ? ማ- ማይ ማይ ውዑይ ናቱ ክስታይ ኣለዎ ናይ እ፣ ካበይ ወሲድካ እምበር ከ- ካበይ ወሲድካ ኣበይ ኣላ ሕጂ እታ መይን ቦታኡ ካበይ ወሲድካ ናይ ማይ
ዋ ናይ ማይ ካብኡ ዋ ካብቲ ዘሎ ናይ ቀደም ክትወስድ ትኽእል እያ ኣሎ እንዶ ማይ ውዑይ እኮ ኣለዎ
ኦ ኣሎ ሕጂ ኣብዛ ደለኻያ ክላስ እምበረ ኣብቲ ጥቃ እታ ፓይፕ ኣላ ድያ ዋላ ኣብ ካሊእ ኣደላ። ን ሕጂ ኣበይ ኣሎ መሲልካ ማይ ብድሕሪ እዚ ደፍርሶ ደለኹ መንደቕ ናይ ኤር ኮንድሽንን ናይ ማይ ውዑይን እቲ ታንክ ኣለዎ። ኦኬ ካብኡ ኢኻ ሕጂ ስሒብካ። ናፍቲ ናፍቲ ንላዕሊ ዝኸይድ ናፍቲ ሩም ከኣ እቲ ፓይፕ ላይን ከኣ ኣብኡ ኣሎ ማለት እዩ ኣብ ኣብቲ ሲሊን ኣሎ። ሕጂ ናይ ማይ እንታይ ኢኻ ትገብር ካብ ዝኾነ ዳይቨርት ጌርካ ክትወስድ ትኽእል ኢኻ። ኣብ ዝኾነ ኣብ መንጎ ቆሪጽካ ክትወስድ ትኽእል ኢኻ። ኣብ መንጎ ቆሪጽካ ክትወስድ ትኽእል ኢኻ። ሕጂ እቲ ናትካ እቲ ናትካ ማይ ውዕሊን ማይ ዝሑልን እቲ ጌርካስ በቃ ዳይቨርት ጌርካ ካብኡ ክትወስዶ ትኽእል ኢኻ።
ሕጂ ርኣያ እዚ እዚ ስልኪ ስልኪ እዩ ነይሩ ወላ ሓንቲ ክስታይ ጣውላ የብሉ።

ከምዚ እንታይ ድበሃል እዩ ማለት ስቶሬጅ እንድሕር ኮይኑ ሕጂ ዝበዝሕ ግዜ ናይ መኪና ስለ ዝጥቀምሉ ንሕና ኢና ክስታይ ንገብሮ እምበር እዞም አዎ ዓድስ ብዙሕ ዝበሃል የብሎም ኣይግድሾምኒ
ያ ኖ ፅቡቅ ገይሮም እዮም ድሕዝዎ ጋራጅ ከዓ እዞም ዓዲ እኮ ጋራጅ ብጣዕሚ እዮም ፈቱ
ያ

ያ ሕጂ እቲ ናይ መሬት እቲ ቤዝመንት እቲ ኣይሚን እቲ ፍሎር ካብኡ ኢኻ ክተብል እቲ ናይ ድሬን እዋ ብኡ ኢኻ ክትወስድ ዘለካ ማለት እዩ ያ

ብድሕሪኡ ሕጂ እቲ ብሉስ ኣይተብሎን ኢኻ ኖ ከምዚ መኽዘን ትጥቀመሉ ትኸፍተ ተዓፅዎ ዋላ ሓንቲ ብድሕሪኡ ተልስ ኣይዝክሮን ኢኻ ኣትሊስት እንድሕሪ ተሰሪሑ ግን ምስ ተወድአ ክሳይ ስለዝበል ወይ ክተካርዮ ትኽእል ወይ ንዓኻ እውን ምስ ፋሚሊ እውን ክስታይ ክገብረልካ ይኽእል ማለት እዩ

ኦክሽን ከይድካ ገዛውቲ እንዳገዛእኻ
ዓቕሚ ርከብ ፅቡቕ እያ ዋ ማለት ሓንቲ ተማዊጥካ ከማ ተጀሚርካ ባዕሉ ኢደ ድመርሓካ ኣብ ዘለኹዎ ስቕ ኢለ ይኸይድ እየ ብቲ ኦክሽን ገለመለ ርኢ እየ ግን ከም ዝበልኪ ዓቕሚ ስለ ዘየለ ግዜ ክህልወኒ ከሎ ኦፍ ዘይገለ ግን ይኸይድ በቃ ትርኢ ጫሮት ከለዉ ትርኢ ገለ ብጣዕሚ እዩ ዝገርመካ በቃ ባያውሽ ከምዘ ዝህልዎ ንክሳኻ ዝብል
ብሓኒታ መንገዲ እንዳሕርኢኻያ ፈሊጥካያ ተፀኒዕካ እውን ፅቡቕ እቲ ስራሕ እኮ ቀንዲ እቲ ኦክሽን ክሳይ ደየብለሱ ሓደ እታ ካሽ ዓቕሚ የለን ኦፍኮርስ ድሕሪ ስራሕ ግን ክሰርሖ ትኽእል ኣለካ ባዕልኻ ተዘይኮይኑ ጉልበት እንታይ ዓይነት ፀገም ኣለዎ ስለ ዘይትፈልጥ ብጣዕሚ ክሃስየካ ክእል እዩ እሞ ከም ጀማሪ ማለት እዩ ባዕላ ከምዚ ናትካ ዓቕሚ ዘለዎ ሰብ ግን ቀሊል እዩ ይሓይሽ ሓቂ
እወ ማለት ክትፈልጦ ከለካ ኢድ ኢድ እንድሕር ትሕውስ ኮንካ ጠቓሚ እዩ ዋላ ሰራሕተኛ ጌርካ ክትስርሖ ከለካ ኣትሊስት ስቃሲ ዘድልየካ
ማተርያል ድዩ ዘድልየካ ነገር ድዩ ጋይድ ትገብሮም ማለት እዩ ዝኾነ ኣፍልጦ ዘይብልካ እንድሕር ኮይኑ ግን ቅሩብ ሜንቴናንስ ዋላ ኣምሻሎ ከምዚ ክሸጦ ተኾንካ ፀገም የብልካ ንሰራሕተኛ ጌርካ ክትስርሖ ትኽእል እያ ልዕሊ ዓቕሚ
እንድሕር ክእለት ኣለካ ባዕልካ ክትሰርሕ ከለካ ከኣ
ዝበለጸ ኣይ ቲንክ ሞር ክስታይ ይኮነልካ ማለት እዩ ነቲ ዘለካ ይውስከልካ ማለት እዩ
Yeah.
I think we're looking at እታ ናይ እቲያ ዳውንሎድ ክሳብ ትኸውን እታ ሓንቲ ክሳይ ርኢኻ ነርካ ቅድሚያ ገሪያ ነበርኩ ኣይዚ
ኣብ መንጎ እኮ ወፅየ ፀኒሐ ስጋብ ላይፍ ዳኣቱ ገለመለ ሓሊፍኒ ብዙሕ መስለኒ
ሰነ ሸር ገይረን እኮ ኣጋጣሚ እውን እኮ እቲ ኣጋጣሚ እቲ መደብ ወላ ሓንቲ ክስታይ ኣይስራዕኹን ስለ ዝነበረ የዶንግይ ንሓንሳብ ከምዚ ሬዚ ተደይ ጌርካ ናይ ኢዲት ክትገብር ገለ ክስታይ ኣይተብሎን እየ ኣትሊስ ከምዚ ሬዲ እንድሕር ጸኒሑ ግን ወላ ሓንቲ ኖርማል እዩ ሕጂ ኣብ ናይ ቲክቶክ ሓጺር ሓጺር ወላ ሓንቲ ክስታይ ኣይገብረልካን
ኣየርእየካን ግዜ ስለ ግዜ ስለ ዘይወስደልካ ናይ ቲክቶክ ሓጺር ሸር ክትገብር ትኽእል ኢኻ ማለት እዩ።
ኦኬ ኣብ ናይ ዩቱብ ዳውንሎድ ገብር ኣሎ ድሓር ፊልተር ከምዚ ገብሮ ኾኑ ሰሪዕ ኣምሽ ኖ ናትካ እንድሕር ኮይኑ እኮ ዋላ ሓንቲ እንታይ ኣይኮነን ኦኬ ጸገም የብሉን ንስኻ ከምዚ ዘይናትካ ክተብል ሸር ክትገብር ከለኻ እዩ ሕማቕ እምበር ዝሕዙኻ ማለት እዩ ኮፒራይት ገለ ዘለዎ ማለት ያ ባእ ገለ ካሊዳ ድሓን
ኣይ በቃ ቤላ እንያ ዝያዳ ኖርማል እንያ ከም ቲክታክ እዩ ወላ ሓንቲ ክስታ የብላን ከም ናይ ቲክታክ እያ ዋላ ኢንስታግራም ተመሳሳሊ

ክንሰደን ኢና ዓም ፖስም ዝገበርክያ ወክርያ ኣለ ሕቶ ተልዮ ሳይ ንገብር ኣለና ቤላ ግን ሎማዓንቲ እንትማልንሲ ኣጋጣሚ ብሉፃ ሰባት ኣላሊኻና ኣለዎም እንትማል ንሕና ክስታይ ኣይገበርና ንበር ንፋዓት ኣለዎ ኩሎም በቃ ገርመካ ኖ ኖ ናይ ብሓቂ ብፍላይ ሰናይ ሲ ኣብ ርእሰይ ሕቶ ዝነበረ ነገር ተናኽፎ ነይሩ ዓንተወይ ሕጂ ሞር ዲቴይል ክሓተ እየ ብፍላይ ከዓ ሕጂ ናይ ታክሲ ግዜ ስለ ዝኾነ እውን ኦ ቅድሚ ምጅማሩ ክሓቶ ኣገዳሲ ንኽእል እዩ ጠቃሚ ሱዲ ንዓኻ ፋይል ዝገብረልካ
ኖ ናተይ ኣጋጣሚ ኣሎ ኣብዚ ኣብ ዘለኽዎ ኣሎ
ኖኖ ኣነ እውን ካልእ ነይርኒ እንዲ ኮርስ ግን ኣይፀላእኹን እቲ ገላልፁ እሲ እያ ንፍዐ ኣፍልጠ ኣለዋ ካብ ኩሉ ከያ በቲ ቋንቋኻ ክስታይ ትገብረኻ ትረዳድኦኻ ፅቡቅ
ሓቂ ሓቂ መዕርፍ በል ፅዋሕ ስራሕ ዲኻ ዮኒ በቃ ዝሓን ንራኸብ ኢና ሆፕፉሊ በቃ እዛ እዚኣ ክ- ዕለት ጽሒ- ጽሒፈያ ኣለኹ ገሬ ኣነ ዩቱብ እውን ክፍትና ኣጥዒመኒ
ኣነ እውን ክፍትና ኢለ እንዴት ክሳያ እንታይ ዝበሃል ግን ካልእ ግዜ ድሓን መደብ ጌርና ሆፕፉሊ ድሕሪ ቲክቶክ ጸኒሓ ጽቡቕ ተደ ጸኒሓ ግን
ቤላ ንሓንታ እዋ ኖ ኖ ከምዚ ብዞም ጌርና ጥቀመላ ከምዚ ኦ ትኣቱ ከለኻ ገለ ንሓትት ንድይብ ገለ መለ
ያ በቃ ቴንክ ዩ ሰላም ለይ ተዕርፍ ወልቶክ ንራኸብ ኢና ሚስተር ኢግል ኢግል ግን ከመይ ወሲድካያ ናትና እንድያ ናይ መን ናትካ ብኸመይ ዳኣ ናትካ ዳ ኢግል ዳ
ኢግል ናይ ፊልድ እንዲ
ናይ መን ናይ ፊላደልፊያ እኮ እዮም ኢግል ሲ ብፊላደልፊያ ንሕና ከዓ ሚኒስትሪ ምክልኻል እኮ ኢግል ይኣርሙ ኦህ
ኣንሃ ከኣ ናይ ናይ ፍላደልፍያ ከመይ ጌሩ ኣ- ኣረ ኣነ ግን ናይ እንስሳታት ማራ እዩ ኬፍ ዝበኒ ገዝ- ግዜ ክረክብ ከለኹ ዋ ይርኢ ሓንሳብ እንደ ባህርያቶም ገለ ይሪኦ ብጣዕሚ እየ ዝድነቕ በቃ ሰብሲ ናይ ብሓቂ ድዩ ሰብ ጥራይ ድሓስብ ገለ ኢኻ ትብል ያ እንስሳታት ክትርኢ ከለኻ ማይ ጋድ ሕጂ ያ እቲ ባ- ባህሪ እግል ገለ ምሻለካ ኬፍ በቃ እዩ
ጽቡቅ ኣጋጣሚ በቃ ደሓን እሞ ንራኸብ ኢና በቃ ፈተነ ፈተነ ነው ፈተነ ሕጂ እንታይ ድያ ነክ ካብቲ ቅድሚ ቲክቶክ ክሳይ ምዃኑ እቲ ናይ ቲክቶክ ዝነበረ ከማን ኩሉ እንታይ ዝበሃል ስለ ዝኾኑ ባንድ ኮይኑ ኩሉ ክኸይድ እዩ ማለት እዩ እዋ ኩሉ ክጠፍእ ድዩ ኣይብልን ድዩ ናብ ገለ ካልእ ኣብ ገለ ይተሕልፎን ኢኻ እንድሕር ከይጠፍኣ ከሎ ሜይቢ ኣይ ዶንት ኖ ከመይ ክኸውን ምሽ ኦኬ
እንድሕር ኦ፣ ባንድ እኮ ዝኾነ ክትኣቱ ኣክሰስ የብልካን ማለት እኮ ዋው የ ብዙሕ ቪድዮታት ኢኻ ዘለካ ኣብኡ መዓት ቪድዮ ናቱ ከማን በዝሕ ካብዚ ናይ ሶ ኣይ ጀስት ትራይ ክስታይ እዚኣ ዩቱብ ኣብዚኣ ክሰርሓ ኣለያ በቃ ኣይ ቲንክ ግን ሴቭ ገለ ክትገብሮ ትኽእል ኢኻ መስለኒ ናብ ናትካ ቅድሚ ዋ ኣይክላውድ ድሕሪኡ ናብዚ ተስግሮ ቅድሚ ያ ቅድሚ ምዕጻው ሴቭ ክገብረ ከምኡ ጌርካ እዎ ናብዚ ስግሮ እ፣ ያ የ ኣውርደ ንበል ኣይክእልዎን እየ እዚ ካብ እንታይ ኢና ክንወርድ ኤክስ ግበር ኣነ እታ ቀያሕ ኤክስ ዘላ ኤክስ ተጌርካ እያ ታስ ኦኬ ገለ ኦኬ ኦኬ በቃ በቃ

ኦከይ እሞ ክብራት የሕዋት እዚ ምናልባት ንፈተነ ኢልና ዝገበርናዮ እዩ ኔሩ ብስፍሕ ዝበለ ግን ካብ ሕጂ ንደሓር እቲ ናይ ናይ ቲክቶክ ንነጥፈሉ ዝጸናሕና ምናልባት እንድሕር ተዓጽዩ እንድሕር ጸኒሑ ክንቅጽሎ ኢና እንድሕር ተዓጽያ ግን በዚ ምናልባት እቲ ኣብኡ ሸር ዝገብሮ ዝነበርኩ ሓጺር ሓጺር ቪድዮታት ብስፍሕ ዝበለ ግዜ ሂብና ክንሰርሓሉ ኢና። ንሎሚ ንፈተነ እዩ ነይሩ ኣብ ላይፍ ኣቲና ክንፍትኖ ሶ ኣብ ቀጻሊ ግን ብስሩዕ መደብ ጌርና እቲ ዘሎ ኢንፎርሜሽን ሓበሬታታት ኢህን ሚህን ክንበሃሃል ኢና ማለት እዩ። ኣብ ቀጻሊ ብኻልእ መደብ ክሳብ ንራኸብ ሰላም ወሰናይ በብዘለኹሞ ብሩኽ ምሸት።